ሰባት ኣብ ህይወቶም ደንጊዮም ዝመሃርዎም ዓሰርተ ነገራት። ሰላም ተኸታተልቲ ዕቤት ሚድያ፣ ንሎማዓንቲ ሓደ ፍልይ ዝበለ ኣርእስቲ ኣዳሊና ንርከብ። እቲ ዝበለጸ ክንረኽቦ እንኽእል ፍልጠት ካብቶም ነቲ ጉዕዞ ቅድሜና ዝተጓዓዝዎን ዝተመኩርዎን እዩ ዝኸውን። ስለዚ ሎሚ ካብቶም ኣብ መወዳእታ ርብዒ ናይ ህይወቶም ዝርከቡ ዝተዛረብዎን ዝጸሓፍዎን ሒዘልኩም መጺኣ ኣለኹ። ክሳብ መወዳእታ ምሳይ ጽንሑ ሰናይ ምክትታል። እቲ ኣብ ቀዳማይ ደረጃ እንሪኦ ትምህርቲ ህይወት ፍትሓዊት ኣይኮነትን ወይ ድማ ህይወት ፌር ኣይኮነትን ዝብል እዩ። ኣብ ስራሕካ ምናልባት ነቲ ሃካይ ግን ከኣ ምስ ሓላፊኹም ጽቡቕ ዝምድና ዘለዎ መሳርሕትኻ ናይ ደሞዝ ወሰኽ ወይ ናይ ትምህርቲ ዕድል ክወሃቦ ይኽእል እዩ። ወላ እኳ ንስኻ ኣበርቲዕኻ እንዳጸዓርካን ብቑዕን ከለኻን፣ እታ ተፍቅራ ጓል ንስኻ ቁኑዕ ኣፍቃሪ እንከለኻ ነቲ ዕዋላ ኣብዚሓ ከተፍቅር ትኽእል እያ። ንስኻ ሂወት ብናይ ባዕልኻ ጠመተ ኢኻ ትምኮራ ዘለኻ። ግን ብዙሕ ሓቅታት እዩ ዘሎ። ኣብ ምልእቲ ዝኾነት ዓለም ኣይኮናን ንነብር ዘለና። ወላ ከምኡ ክትነብር እንተፈተንካ ሂወት ከም ውልቀ ሰብ ኣነባብራኻ ብዙሕ ኣየገድሳን እዩ። ምክንያቱ ሸሞንተ ቢልዮን ካልኦት ስለ ዘለዉ ንሂወት ዝለቃሕካያ ወላ ሓደ ነገር የለን። ገለ ነገር ይግብኣኒ'ዩ ስለ ዝበልካ ትረኽቦ ማለት ኣይኮነን። እቲ ቀጺልና ንሪኦ ነጥቢ ኩሉ ነገር ሓላፋዩ ዝብል እዩ። መብዛሕትና ኣብ ቅድሜና ንነብረሉ ኣዝዩ ብዙሕ ዓመታት ዘለና ኮይኑ እዩ ዝስምዓና። ከከም ዕድሜኻ ማዕረ ክንድዚ ኣርሒቕካ ዘይክትሓስብ ትኽእል ኢኻ። ግን ወላ ንስኻ ንገዛእ ርስኻ ሓላፊ ኢኻ። ኩሉ ትገብሮ፣ ትሃንጾ፣ ትረኽቦም ሰባት ሓላፊ ምዃኑ ምርዳእ ሓቂ ዘቃልዕ ተሞክሮ ክኾነካ ይኽእል እዩ። ዝምድናታትካ ሓለፍቲ እዮም፣ እቶም ትገዝኦም ነገራት ሓለፍቲ እዮም፣ ነባሪ ዝበሃል ብዙሕ የለን። እዚ ሓደ ካብቶም ምስ ኣጋጠሙና ጥራይ ዝርድኡና ነገራት ሓደ እዩ። ንሕና ኩላትና ንዘለኣለም ክንነብር ኢና ንደሊ። ነገራት ክንገብሮም እንከለና ዝሓልፉ ኣይመስሉናን እዮም። ኩሉ ግን ኣብ ገለ ነጥቢ ክሓልፍ እዩ። ሰባት ድማ ኩሉ ክርስዕዎ እዮም። ስለዚ እቲ ባህጊ ልብኻ ኣለልዮ እሞ ወሲንካ ኣተግብሮ። ውጽኢት ብዘየገድስ ጽቡቕ ኮይኑ ሕማቕ ምሕላፉ ኣይተርፎን እዩ። ኩሉ ክርሳዕ እዩ። ምናልባት ኣብዚ ግዜ እዚ ኣብ ጸገም እንተደኣ ሃሊኻ ኩሉ ሓላፋይ ምዃኑ ኣይትረስዕ። ስድራ ቤት ልዕሊ የዕሩኽ ኣገደስቲ እዮም። እዚ ወላ ነቲ ቃል ኪዳን ዘይኣስረልኪ ዓርክኺ ወይ ዓርክኻ እውን ዘጠቓልል እዩ። ካብ መን ትውለድ ማለት ስድራ ቤትካ ክትመርጽ ኣይከኣለካን እዩ። ግን ልዕሊኦም ንዓኻ ክድግፍ ቁሩብ ዝኸውን ወላ ሓደ የለን። ኣብ ከቢድ ግዜኻ ልዕሊኦም ምሳኻ ክጓዓዝ ዝመርጽ የለን። የዕሩኽን መሓዙትን ምህላው ገለ ብሉጽ ነገር እዩ። ብዙሓት ክህልዉኻ ጸጋ እዩ። ስድራ ቤት ምህላው ግን ገለ ፍሉይ ነገር እዩ። ኣብዚ ግዜ እዚ ብዙሓት ሰባት ኣትሒቶም ዝርእይዎ ኣዝዩ ዓቢ ጸጋ እቶም እንኮ ንዓኻ ኢሎም ሪስክ ዝወስዱ ስድራ ቤትካ ጥራይ እዮም እቶም እንኮ ናይ ብሓቂ ኣብ ልዕሊኦም ከቐምጡኻ ቅሩባት ዝኾኑ ከም ግቡእ ወሲድካዮ ሱቕ ኢልካ ይትንበር ምስ ስድራ ቤትካ ተዘራረብ ክሳብ ዘለዉ ምስ የዕሩኽትኻ ተዛረብ፣ ምስኣቶም ዘለካ ዝምድና ክድስክል ኣይተፍቅድ። ካልእ ምስ ደቅኻ ግዜ የሕልፍ፣ ምኽንያቱ ልዕሊ ዝኾነ ነገር ንስኻ ስለ ተድልዮም። ካልኦት ሰባት በቲ ንስኻ ንገዛእ ርእስኻ ትሕዛዮም ዝሕዙኻ፣ በቲ ንዕኦም ትሕዞም ኣይኮነን። ካልኦት ኣብ ልዕሌኻ ዘለዎም ስምዒት ኣብ ገዛእ ርእስኻ ከም ዝምርኮስ ምርዳእ ቁሩብ ዘደናግር ክመስል ይኽእል እዩ። ምስ ካልኦት ሰባት ዘለካ ኣቀራርባ ብዛዕባ ገዛእ ርእስኻ ዘለካ ኣተሓሳስባ፣ ንስኻ ከም ሰብ መን ምዃንካ፣ እዚ ኹሉ ኣብ ትሕቲ ቁጽጽርካ እዩ። ክትዓቢ፣ ክትመሃር፣ ክትምዕብል ክትመርጽ ትኽእል ኢኻ። ንስኻ ከም ሰብ ድምር ናይ እምነታትካን ተሞኩሮታትካን ኢኻ። ነዚ ነገር እዚ ድሕሪ ምርዳእካ፣ ኩሉ ናይ ከባቢኻ ኣነባብራ፣ ጠመተ፣ ክቕየር እዩ። ንኣብነት ናብ ሓደ ሓድሽ ከተማ ክትቅይር እንተ ወሲንካ፣ ኣብዚ ከተማ ዝፈልጡኻ ሰባት የለዉን። ካብ ቅድሚ ሕጂ ዝተፈልዩ ክዳውንቲ ትኽደን፣ ትርፊ ግዜኻ ብዝተፈለየ ኣገባብ ተሕልፍ፣ ኣዘራርባኻ ትቕይር። እቶም ኣብኡ ትላለዮም ሓደስቲ ሰባት ነዚ ሓድሽ ንስኻ እዮም ዝቕበሉ፣ ምኽንያቱ ነዚ ሓድሽ ንስኻ ኣቐዲሞም ስለ ዝረኣዩ። ኣብ ልዕሊ ገዛእ ርእስኻ ብዙሕ ክብረት ይሃልኻ። ነቲ ቅኑዕ'ዩ ኢልካ ትኣምነሉ ጠጠው በል። ካልኦት ኣብ ልዕሌኻ ከሽካዕልሉ ኣይትፍቀድ። ንገዛእ ርእስኻ ምስ ኩሉ ጌጋታታ ብኣኽብሮት ክትሕዛ እንተጀሚርካ፣ ኣብ ከባቢኻ ቀጥታዊ ዝኾነ ጽልዋ ክትዕዘብ ኢኻ። ሓምሻይ፣ እቶም ሎሚ ትገብሮም ጻዕርታት ጽባሕ ፍሪኦም ክትረክብ ኢኻ። ብዙሓት ካብዞም ኣብ መወዳእታ ርብዒ ናይ ህይወቶም ዘለዉ ሰባት ከም ዝገልጽዎ፣ ናብ ሕሉፍ ህይወቶም ኣብ ዝዕዘብሉ፣ ብፍላይ ናብቶም ዝወሰድዎም ድኹማት ምርጫታት፣ ቀንዲ ድማ ናብቲ ብዘይጠቅም ዘባኽንዎ ግዜያት፣ ኣብ ሎሚ ኮንካ ትማሊ እንታይ ክትገብር ከም ዝነበረካ ክትርዳእ ኩሉ ግዜ ቀሊል እዩ። ቀደም ንእሽተይ ስትራተጂ ብምውጻእ ኣብዚ ሎሚ ዘለዎ ካብዚ ሎሚ ዘለዎ ደረጃ ዝሓሸ ክህሉ ይከኣሎም ከም ዝነበረ መብዛሕትኦም ዝሰማምዕሉ ሓቂ እዩ። ኣብቲ ናይ ንእስነት ግዜኦም ንኽዓብዩ ብዙሕ ስለ ዘየንበቡ የጣዕሶም። ግዜኦም ብግቡእ እንተዝጥቀምሉ ነይሮም ኣብ ህይወት ብዙሕ መስዋእቲ ምኽፋል የድልዮም ከም ዘይነበረ ይዛረቡ። ስለዚ ዘክር፣ ኣብ ናይ ንእስነት ግዜኻ እቲ ዝዓበየ ሃብትኻ ጥዕናን ግዜን ምዃኑ፣ ነዚ ተረዲእካ ብግቡእ ተጠቀመሉ። ሻድሻይ፣ ንዓወት ወይ ሃብቲ ኢልካ ብጥዕናኻ ዋጋ ምኽፋል ግቡእ ኣይኮነን። ደቂ ሰባት ብተፈጥሮና ብዙሕ ክህልወና ኢና ንብህግ። መዓስ ከቋርጹ ከም ዘለዎም ዝፈልጡ ኣዝዮም ውሑዳት ሰባት እዮም። ምናልባት ገንዘብ ኣብ ዘይብልካ ግዜ፣ ገንዘብ ካብ ዓለም ምሉእ እቲ ኣገዳሲ ነገር ክኸውን ይኽእል እዩ። ገንዘብ ድሕሪ ምውናንካ ግን ኣገዳስነቱ ብርግጽ ይጎድል እዩ። ደድሕሪ ገንዘብን ዓወትን ክጎይይ ጥዕንኡ ክስውእ ዝደሊ ወላ ሓደ ሰብ የለን። ስለዚ ገንዘብ ኣብ ህይወትካ ልዕልቲ ዝግብኦ ሚዛን መታን ከይሕዝ እቲ ዝግባእ ምትዕርራይ ግበር። ዘክር፣ ምሉእ ጥዕና ምስ ዝህልወካ ጥራይ ኢኻ ካልኦት ትምኒታት ከተተግብር ትኽእል። ናይ ሕፍረትን ከይትንቀፍ ምፍራሕን ፍርሒ እቲ ክትኮኖ ትኽእል ዝነበርካ ካብ ምዃን ክዕንቅጸካ እዩ። ህይወት ኣይትድገምን እያ፣ ስለዚ ባህጊ ልብኻ ስዓብ። ሓደ ካብቶም ዓበይቲ ምኽንያታት ሰባት ኣብ ኩሉ ክፋላት ህይወት ዝወድቅሉ ወሲኖም ክስጉሙ ስለ ዘይመርጹ እዩ። መብዛሕትና ካልኦት ሰባት ኣብ ልዕሌና ዘለዎም ስእሊ ክንዕቅብ ኢና ንቃለስ። መወዳእትኡ ግን እዚ ብዙሕ ዘገድስ ኣይኮነን። እዚ ንስኻ ክትወስዶ ዘለካ ምርጫ እዩ። መን ኢኻ ክትከውን ትደሊ? እቲ ናይ ብሓቂ ንስኻ ወላስ እቲ ካልኦት ክትኮኖ ዝጽበዩኻ? ስለዚ ወሲንካ ተጓዓዝ። ነገራት ከምቲ ትሓስቦም ብዙሕ ኣገደስቲ ኣይኮኑን። ንኣሽቱ እንከለና ንነገራት ካልኦት ስለ ዝውንንዎም ንዓና እውን ክህልዉና ኢና ንምነ። እዞም ነገራት እዚኦም እንተትውንን ኔርካ ህይወተይ ዝሓሸ ምኾነ ኢልካ ኢኻ ትሓስብ ነገራት ግን ነገራት ጥራይ እዮም ነገራት ንስኻ መን ምዃንካ ዘቑሙ ኣይኮነን ካብ ሎሚ ድሕሪ ዓሰርተ ዓመት እታ ሓዳሽ ኣይፎን ስለ ዘይወነንካያ ዘገድሰካ ዶ ይመስለካ ነገራት ዘድልዩና ኮይኖም ዝስምዑና ወነንቲ ትካላት ናይ ምውናን ድሌት ብስምዒታዊ መንገዲ ስለ ዝሸጡልና እዩ ኣብ ከባቢኻ ተዓዘብ፣ ክንደይ ናይ ብሓቂ ዘድልዩኻ ነገራት ትዕዘብ ኣለኻ። ነገራት ዘይኮኑስ መሳርሒ እዮም ዘድልዩኻ። ዕዮኻ ንምዝዛም ኣዝዮም ውሑዳት መሳርሒታት ጥራዮም ዘድልዩኻ። ትሽዓተ፣ ወላ ድሕሪ እቲ ዝነውሐ ለይቲ ወጋሕታ ይስዕብ እዩ። ገለ ኣጋጣሚታት ክሳብ ዝሓልፉ ልዕሊ ዓሰርተ ሰዓታት ክወስዱ ይኽእሉ እዮም፣ ምናልባት ገለ ኣዋርሕ ወይ ዓመታት። ገለ ሓቂ ግን ኣሎ፣ ኣብዚ ግዜ እዚ ማዕረ ክንደይ ከቢድ ኣሎ፣ ማዕረ ክንደይ ጸልማት ኣሎ ብዘየገድስ፣ ጽቡቕ ዝስምዓካ መዓልቲ ክመጽእ እዩ። ወላ ሕማቕ ግዜ ሓላፊ እዩ። ከምዚ ዓይነት ማይንድሰት ምጥራይ ነቶም ከበድቲ ስተጃት ናይ ህይወት ሰንጢቕካ ክትሓልፍ ክሕግዙኻ ይኽእሉ እዮም። ዓስራይ፣ ሓጎስ ኣዝዩ ብዙሕ ስራሕ ዝሓትት ምርጫ እዩ። ሓጎስ ገለ ኣብ ካልኦት ሰባት ዝሙርኮስ ወይ ናታቶም ምርግጋጽ ርእይቶ ዝጽበ ነገር ኣይኮነን። ሓጎስ ንስኻ ብገዛእ ርእስኻ ትምኮሮ ነገር እዩ። ምኽንያቱ ናትካ ናይ ብሓቂ ኣነባብራኻ ምስ ትጽቢታትካ ክሰምር እንከሎ እዩ። እቲ ጽቡቕ ዜና ንስኻ ሕጉስ ክትከውን ክትመርጽ ትኽእል ምዃንካ እዩ። እቲ ሕማቕ ዜና ድማ ከም ኩሉ ጽቡቕ ኣብ ዓለም ናትካ ጻዕሪ ዝሓትት ምዃኑ እዩ።